Hey ሽኮናታት welcome back to ሽኮና ብሓቢ ከመይ ቀኒኹም ክብራት ተዓዘብቲ ሽኮና ብሓቢ ከመይ ሓሊፉ ሰሙንኩም ተስፋ ይገብር ሰናይ ቅነ ኣሕሊፍኩም ትኾኑ ሎመዓልትኻ ተመሊሰ ኣለኹ ሓድሽ መደብ ኣዳልየልኩም ኣለኹ እዚኣ መደብካ ትግጥምዋ ትኾኑ ኢኹም ፅሕፈታ ናይ እዚኣ ቪድዮ ናይ ጨጉሪ መደብያ ክትከውን ግን ከመይ ጌርኩም ትሰርሑ ኣብ ገዛኹም ክሪማ ናይ ፍሪዝ ከርእየኩም ሕጂ ብዙሓት ኣለኹም ደቂ ኣንስትዮ ወዲ ተባዕቶ ፍሪዝ ንገብሮ ኢና ፍሪዝ እኳ ንፈቱ ኢና ሓበሻ ሰብ ግን እቲ ፕሮዳክት ንገዝኦ ሓደ ሓደ ግዜ ይጎድአና እዩ እወ ይጎድአና እዩ ጉርሽካ ይውዳእ እዩ ፋካ ይውዳእ እዩ ግን ኣነ ሕጂ ከሪኦኩመ ከመይ ገርኩም ኣብ ገዛኹም ቀሊል ሕሱር ኮይኑ ኩሉ ግዘ ትሰርሕዎ ደስ ተበለኩም ጊዘ ትሰርሕዎ ናይ ፍሪዝ ክሪም ክሪኤኩመ ተስፋ ይገብር ትፈትዎ ተኮኑ ከይትርስዑ ሸር ክትገብርዋ እዚኣ ቪድዮ ላይክ ካሜት ን ሰብስክራይብ ካኣ ክትገብሩ ሕራይ ሕጂ ንእተው ነቲ መደብ ኦኬ ሶ ንዚኣ ክሪማ ናይ ጨጉሪ ፍሪዝ ከሪኤኩም ከመይ ኢኩም ትሰርሕዋ መጀመርያ ኦሊ ኦሊቫ ክትጥቀሙ ኢኩም ሆሆባ ኦዮ ክትጥቀሙ ኢኩም ሆሆባ ኦዮ ኣብ ኣማዛን ገዚኤዮ እዚ ኦሊቫኻ ኦሊ ኦሊቫኻ ኣብ ገዛኹም ዘሎ ኤክስትራ ቨርዥን ዘይቲ ክትጥቀሙ ካልእ ካ ትደልዩ ላቨንደር ኤሰንሽል ኦዮ ክትደልዩ ኢኹም ግን ደስ ዝበለኩም ኤሰንሽል ኦዮ ትጥቀሙ ኢኹም ኣነ ላቨንደር ክትጥቀም ካልእ ትደልዩ ካ ቪታሚን ኢ ኦዮኻ ክትደልዩ ኢኹም ኩሉ እዚ ካ ዝጥቀሞ ዘለኹ ዘይትታት ፕሮዳክት ካ ክነግረኩም እየ እንታይ ትፅቡቅ ነገራት ንጨጉርና ዝሕግዝ ካ ክነግረኩም እየ ካልእ ክደልዩካ ኣሎቬራ ናይ ዕረ እዚ እዚ ኣሎቬራ ናይንቲ ቱ ፐርሰንት እዩ ኣሎቬራ እዩ እዚ ኣብ ኣማዛን ገዘዮ ካብ ኮርያ እዩ ዝመፅእ ናይንቲ ቱ ፐርሰንት እዩ ኦኬ ሶ እዚኣ ትሪኦ ዘለኹም ማንካ እያ ግን ትግጥምዋ ኢኹም ማንካ ከም ዝኾነት ሶ ሰለስተ ማንካ ኦር ኣብራዕተ ኣክቹዋሊ ኣብራዕተ ማንካ ትዕረ ኣብ ዝኾነ ጥርሙስ ሸሓነ ክትእትዎ ኢኹም ካልእ እንታይ ትገብሩ ኢኹም ቀስ ዳበልኩም ኦኬ ሕጂ እንታይ ትገብሩ ኢኹም ነቲ ዘይቲ ናይቲ ኦሊ ኦሊቫ እቲ ዘይቲ ናይ ሆሆባ ኣብቲ ዕረ ቁርብተይ ዳገበርኩም ብፋርኬታ ገርኩም ክትወቅዑ ኢኹም ፅቡቅ ገርኩም ክትሃርምዎ ኢኹም ቀስ ዳበልኩም ዳወሰኽኩም ኢኹም ክትገብርዎ ኦኬ ሕጂ ኣነ ብጣዕሚ እየ ዝፈቱ ሆሆባ ዘይቲ ዘይቲ ናይ ኦሊ ኦሊቫ ብጣዕሚ እየ ዝፈቱ ኣብ ምናዳ ኣብ ንርእስና ክንገብረሉ ኣብ ቆርበትና ክንገብሮ ብጣዕሚ እዩ ፅቡቅ ዝገብረና ንቆርበትና ንርእስና ንሽፋን ርእስና

ክንድሽን ይገብሮ እዩ ሆሆባ ዘይቲ ኦሊ ኦሊቫ ከዓ ብዙሕ ቪታሚን ኢ ብዙሕ ኣለዎ ቪታሚን ኤ ብዙሕ ኣለዎ ንጨጉሪና ከዓ ንቲ ርእስና ዘሎ ንቲ ጨጉሪ ይሽፍኖ እዩ ብዘይቲ ከምዚ ብዙሕ ሞይስቸር ይህቦ እዩ ካልኦ ከዓ ዕረ ከዓ ንጨጉሪና ሻይኒ ይገብሮ ክንድሽን ይገብሮ ሃይድሬት ይገብሮ ስለዚ ከምኡ ኮይነ እዚ ፕሮዳክት ኩሉ ገይረሉ ንጨጉርኻ ሕጂ እዚ ጥቡእ እዩ ንሰባት ፍሪዝ ንገብሮ ጨጉርና ጥቡእ እዩ ንምንታይ ትብሉኒ ፍሪዝ ክንገብሮ ተኮይና ጨጉርና ምስ ነቀፀ እቲ ጨጉርና እንታይ ይኸውን ኣሎ ይተርር ኣሎ ይነቅፅ ኣሎ ይፀምእ ኣሎ ማይ ይደሊ ኣሎ ስለዚ እዚ ፕሮዳክት እዚ ኩሉ እዚ ናትራል ፕሮዳክት ተደእኩም ዘለኹ ትዕረ እቲ ኦሊ ኦሊቫ እቲ ሆሆባ ዘይቲ

ከምዚ ቪታሚን ትደለኹም ከዓ ኣብ ፋርማሲ ኢኹም ትረኽብዎ እዚ ዳሕራይ ክትወቅዑ ኢኹም ውቅዕ ውቅዕ ግን ከም ዝበልኩኹም ብጣዕሚ ኣገዳሲ ነገር እዩ ዝኾነ ግዜ ፍርስ ክንገብሮ ተኾይና ጨጉርና ኣጢብና ዘይቲ ቁርብ ተገርና ከምዚ ክሬማ ተገርናሉ ንርእስና ኣይነቅፅን እዩ እቲ ጨጉርና ይነቅጥ እዩ ዳሕራይ ተነቂጡ ኮ ጨጉርና ይርግፍ ይሰባበር ኣሎ ስለዚ ኩሉ ግዜ ታሽሞት ኮብሉ ኣለኩም ዘይቲ ምስ ክሪማት ኮብሉ ኣለኩም ኦኬ ሕጂ ትሪእኒ ኣለኹም ኣነ ኣብ ዝኾነ ጥርሙዝ ድዩ ፕላስቲክ ዘለኩም ኣብኡ ትእትወኹም ንዚ ሕጂ እዚ ንሰለስተ ሰሙን ድዩ ኣርባዕተ ሰሙን ይፀንሕ እዩ ፀገም የብልኩም ኣርባዕተ ሰሙን ይፀንሕ እዩ and ትርእዩኒ ኣለኹም ኣነ ቁርብተ እየ ዝሰርሕ ሶ ክውድኦ ቀልጢፈ ክውድኦ ኢለ ቁርብተ እየ ዝሰርሕ ብዙሕ ተሰሪሕኩም ታሽሙ ከይትኾኑ ዳሕራይ ኤክስፓየር ተገይሩ ከይተሓርቁ ሰድኹም ከይጠፍእ ኦኬ ሕጂ ትሪኦ ትሪኦ ኣለኹም እዚ ኮንሲስተንሲ ናይዚ ትሪኦ ኣለኹም ከምዚ ብጣዕሚ ሉስሉስ እዩ

ሶ ኣነ ጨጉረይ ብሳልፌት ዘይብሉ ኖ ሳልፌት ኦር ሳልፌት ፍሪ ሻምፖ ገይረ ተዓጢበ ክንድሽን ገይረ ጨጉረይ ቁርብተይ ዘይቲ ይገብረሉ ነቲ ጨጉረይ ከምዚ ኦሊ ኦሊቫ ይገብረሉ ቁርብተይ ድሕሪኡ እዚ ክሪማ ይገብረሉ ነቲ ጨጉረይ ነቲ ጨጉረይ ጀስ ኩሉ እቲ ሞይስቸር የምሰልካ ዩ ጨጉርካ ግዜ ፍርስ ክትገብርዎ ተኾንኩም ጨጉርኹም ሳ ክትዝክርዋ ኣለኩም ኩሉ ግዜ ክሪማ ሃይድሬት ትገብሮ ሞይስቸራይዝ ኮንዲሽን ትገብሮ ሊቭ ኢን ኮንዲሽነር ክትገብሩ ኣለኩም ጨጉርኹም ኣገዳሲ እዩ እዚ ኳ ንደቂ ኣንስትዮ ንወዲ ተባዕትዮ እዩ እዚኣ ቪድዮ ንኩላትና እያ ሕራይ ኣለኹም ብዙሓት ሓበሻ ወዳት ምናዳ ጨጉርኹም ተኣጢብኩም ፍሪዝ ገርኩም ክትከሩ ኢኹም ደልዩ ግን ዘይቲ ድዩ ክሪማ ትገብርሉን ኢኹም ዳሕራይ እንታይ ይኸውን ኣሎ ጨጉርኹም ይረገፍ ኣሎ ጨጉርኹም ይሰባበር ኣሎ ብዙሓት ኣለኹም ሶ እዚኣ ርእኩም ኣለኹ ተስፋኻ ይገብር ትጠቀምዋ ትኾኑ ትፈትዋ ትኾኑ ተስፋ ይገብር ክብለኩም ኳ ደሊ ተሰሪሕኩም ማስኹም እዚኣ ንገሩኒ ከመይ ተሰማማዕትኩም ፈቲኹማ ዶ ኣይፈትኹማ ኣብቲ ርእቶ ፀሓፉለይ ይፈትየ ክትነግሩኒ ተዝጠቀምኩሉ ነገራት ሰሪሐልና ክትብሉኒ ብጣዕሚ እዩ ሕጉሰኒ እዩ ኣነ ንዓኹም እየ እዚ ቪድዮታት ዝዝርግሖ ስለዚ ርእቶኹም ክትቡኒ ካ ፈቱ እየ ሰው ያ ሕጂ ከምዚ ይገብሮ ትሪኦ ኣለኹም ጮግረይ ብጣዕሚ ከምዚ ከርሊ ገሪዎ ኣሎ ጮግረይ ፍርስ ፅቡቅ ገሪዎ ኣሎ ኩሉ እቲ ሞይስቸር ከዓ ሒዝዎ ኣሎ እቲ ክሪማ ብዙሕ ሞይስቸር ብዙሕ ኮንዲሽን ገይርለይ ንጮግረይ እዚ ከዓ ንደቅኹም እንተለኩም ቆልዑት ንእሽተይ ቆልዑት ኣለኩም ከዓ ትገብርሎም ኢኹም ንጨጉሮም ቢካዝ ናቹራል እዩ እዚ ኬሚኮዝ የብሉን ኩሉ ናቹራል እዩ ሰለዚ ንደቅኹም ከኣ ትገብርሉ ኢኹም። ኦከይ እሺ ኮነታት ሕጂ ወዲኤ ኣለኹ መደበይ ናይ ጨጉሪ ተስፋ ይገብር እዚኣ ቪድዮ ፈትኹማ ትኾኑ ብዙሓት ክትጽሕፉለይ ኢኹም ካመንትስ ይፈልጥ እየ ኣበይ ኢኺ ገዚእኽዮ ክትብሉኒ ኢኹም እዚ ፕሮዳክትስ ክብለኩም ካብ ደሊ ኣብ ደስክሪፕሽን ባር ክጽሕፈልኩም እየ እታ ኤሮ ጥወቅዋ ኩሉ ኣብኡ ክጽሕፈልኩም እየ ፕሮዳክትስ ዳሕራይ ኣብ ዝኾነ ፋርማሲ ዩ ዝኾነ ዱካናት ኣብ ከተማኹም ከይኩም ረኸብዎ ግና ረኸብኩሞ ተኾንኩም ከዓ ኣብ ኣማዛን ድዩ ኣብ ጉግል ከይድኩም ከዓ ትረኽቡ ኢኹም ኦንላይን ኦኬ ሽኮናታት ሰናይ ቅነ ንኹላትኩም ክንራኸብ ኢና ኣብዚ ቀረባ እዋን ቻው ሽኮናታት